ንኣድማስ ከም ሓደ መስትያት ከም ዝኾነ ኢማጂን ግበሮ። ዝኾነ ኣብ ቅድሚኡ ዘቐመጥካዮ መሰረታውያን እምነታትካ፣ ሓሳባትካ፣ ሓይልኻ ብመልክዕ ሪፍሌክሽን ናባኻ ከም ዝምለስ። ዓወት፣ ሃብቲ፣ ሓጎስ እዚኣቶም ብዕድል ዘጋጥሙ ነገራት ኣይኮኑን። እዚኣቶም ዝሰሓቡ ነገራት እዮም። ብሓይሊ ናይ ገዛእ ሓንጎልካ እዮም ናባኻ ዝሰሓቡ። እዚ ሕጊ ስሕበት እዩ። ሎማዓንቲ ናብ ተግባራውያን ዝኾኑ ንኣሽቱ ስጉምታት ሰባቢርና ክንርእዮም ኢና። እዚ ብኸመይ መንገዲ ትሓስብ፣ ትገብር፣ ትጭብጥ ናብ ዕዉት መንገዲ ከሰጋግሮ እዩ። እቲ ቀዳማይ ከምቲ ኩሉ ግዜ ንገልጾ ንጹርነት እዩ። እንታይ ትደሊ ግለጾ። ዓወት ናብቶም ዝምነዩ ኣይኮነን ዝመጽእ። ኩሉ ሰብ ወላ እቶም ዘይዕዉታት ክዕወቱ ከም ዝምነዩ ፍለጥ። እንታይ ደኣ ዓወት ናብቶም እንታይ ከም ዝደልዩ ብንጹር ዝፈልጡ እዩ ዝመጽእ። ኣድማስ እንታይ ከም ትብህግ ዘይትፈልጥ እንተደኣ ኮንካ እቲ ትብህጎ ኣይትህበካን እያ። ንእሽተይ ግዜ ወሲድካ ከምዚ ምባል ንገዛእ ርእስኻ ሕተት፣ እቲ ናይ ብሓቂ ትደልዮ ነገር እንታይ እዩ? ከምዚ ሃሳስ ዝዀነ ሓሳብ ጥራይ ዘይኰነስ ንጹር፣ ንኣብነት ኣነ ክህብትም እየ ዝደሊ ወይ ኣነ ክሕጐስ እየ ዝደሊ፣ ዘይኰነስ ንጹር ኩን፣ ኣነ ኣብዛ ዓመት እዚኣ ሓምሳ ሽሕ ዶላር ከእቱ እየ፣ ኣነ ኵሉ ግዜ ንግሆ ድሕሪ ምትሰኤይ ብዝገበርክዎ ከመስግን እየ ዝደሊ፣ ኣነ ኣብ ብዙሓት ሃገራት ከብጽሓኒ ዝኽእል ቢዝነስ ክሃንጽ እየ ዝደሊ፣ ነዚ ድሕሪ ምግላጽካ ኣብ ወረቐት ጽሓፍ። ዕላማታትካ ንጹራት ክኾኑ ኣለዎም፣ ምኽንያቱ ንጹርነት ነዳዲ ናይ ኣጀንዳ ስለ ዝኾነ፣ ኣጀንዳ ድማ እቲ ቀዳማይ ስቴፕ ናይ ስሕበት እዩ። ንዓወት ከም ሓደ ክትበጽሖ ዝደለኻ ቦታ ሕሰቦ። ናበይ ትኸይድ ከም ዘለኻ ከይፈለጥካ ጉዕዞ ምጀመርካዶ? ብዘይ ማፕ ብዘይ መኣዝን ኣብ ገለ ጽቡቕ ቦታ ክትዓልብ ጥራይ ተስፋ ጌርካ። ልክዕ ብኸምዚ ኣገባብ እዮም መብዛሕትኦም ሰባት ንዓወት ክበጽሑዎ ዝፍትኑ። ኣብ ህይወት ብዙሕ ክረኽቡ እንዳተመነዩ ይጓዓዙ። ብዙሕ እንታይ ምዃኑ ግን ብፍጹም ኣይገልጹዎን እዮም። ስለዚ ድማ ወላ ሓንቲ ኣይረኽቡን። ራእኻ ንጹር ምስ ዝኸውን ተግባራትካ ትኹረት ዝተሓወሶም እዮም ዝኾኑ። እንታይ ከም ትደሊ ብንጹር ምስ ትገልጽ ሓንጎልካ ነዚ ክፍጸመሉ ዝኽእል መንገድታት ሃሰው ክብል እዩ ዝጅምር። ኣብኡ እንከለዉ ግን ከኣ ተራእዮም ዘይፈልጡ ዕድላት ክትርኢ ትጅምር። እቶም ዘድልዩኻ ሰባት፣ ዘድልየካ ማዕድናት፣ ክጥርነፉ ዝጅምሩ ሓሳባት። እዚ ማጂክ ዘይኮነስ ሳይኮሎጂ እዩ። እዚ ሓይሊ ናይ ሓደ ናብ ቅኑዕ መኣዝን ዝቐንዐ ሓንጎል እዩ። ግን ንጹርነት ጥራይ በይኑ እኹል ኣይኮነን። እንታይ ከም ትደሊ ድሕሪ ምፍላጥካ ብተግባር ክትነጥፍ ኣለካ። ዓወት ናይ ቀትሪ ሕልሚ ዘይኮነስ ብዛዕባ ንቕድሚት ገጽካ ከም ትስጉም ምውሳን እዩ። እቲ ዘድሊ ስራሕ ከም ትገብሮ ምውሳን፣ ጌጋ ኣማራጺ ከም ዘይኮነ ምውሳን። ኩሉ ዝተበጽሐ ዓበይቲ ነገራት ብሓንቲ ንእሽቶይ ስጉምቲ እዩ ጀሚሩ። እዛ ስጉምቲ እዚኣ ቁርብነት እያ። ናይ ራኢኻ ቁርብነት፣ ናይ ዕላማታትካ ተገዳስነት ኣብ ልዕሊ ናይ ገዛእ ርእስኻ ዓቕሚ። ኣብዚ'ዮም መብዛሕትኦም ሰባት ዝወድቁ። ዓወት ይትምነዩ፣ ነቲ ንኽትዕወት ዘድሊ ነገራት ክገብሩ ግን ቅሩባት ኣይኮኑን። ነግ ፈረግ ይብሉ፣ ይጠራጠሩ። ብኸምዚ ኸኣ ኣብታ ዝነበርዋ ጠጠው ኢሎም ይነብሩ። ንስኻ ከምዚ ኣይኮንካን። ራኢኻ እንታይ ምዃኑ ክትጎልጾ ኢኻ፣ ክትጽሕፎ ኢኻ፣ ብተግባር ድማ ክትነጥፍ ኢኻ። ዓወት ሓደ ዝጭበጥ ነገር ክትገብሮ ኢኻ። ምኽንያቱ ዓወት ናብቶም ኮፍ ኢሎም ዝትምነዩ ጥራይ ኣይኮነን ዝመጽእ ዓወት ናብቶም ናበይ ይኸዱ ከም ዘለዉ ብንጹር ዝፈልጡን ናብኡ ከብጽሖም ዝኽእል ስጉምቲ ዝወስዱን እዩ። ሓሳባትካ ምስ ዓወት ከም ዝሰምሩ ግበር። እቲ ሓቂ እዚ እዩ። እቲ እትደልዮ ዘይኮንካ ትረክብ፣ እቲ ናይ ብሓቂ ትኣምነሉ ኢኻ። ኣብ ዕምቆት እምነታትካ ዓወት ከም ዘይግብኣካ፣ ንዓወት ዝኸውን ዋጋ ከም ዘይብልካ ትኣምን እንተደኣ ኾንካ፣ ዝኾነ ይኹን ጻዕሪ እውን እንተገበርካ፣ ኣብ ደጋዊ ህይወትካ ዝቕየር ነገር የለን። ኣበርቲዕካ ክትሰርሕ ትኽእል ኢኻ፣ ብተግባር ትነጥፍ። ኣእምሮኻ ነቲ ናይ ዓወት ሓሳባት ዝነጽጎ እንተድኣ ኮይኑ ግን፣ ንገዛእ ርእስኻ ትወድቀሉ መንገዲ ኩሉ ግዜ ክትረክብ ኢኻ። ስለዚ'ዮም ኣዝዮም ብዙሓት ሰባት ተሓጺሮም ዝተርፉ፣ ኣብቲ ባዕሎም ዝፈጠርዎ ደረት ይዕገቱ። ሓንጎልካ ምስቲ ትሃድኖ ዘለኻ ዓወት ንኽሰማማዕ ደጊምካ ፕሮግራም ክትገብሮ ኣለካ። ብኸመይ? ነቶም ደረትቲ ዝኾኑ እምነታትካ ብዘሐይሉ ብምትካእ ኩሉ ግዜ ኣይክዕወትን እየ ኣብ ትብለሉ ኣብ ናይ ብሓቂ ህይወት ዓወት ከም ዘይከኣል ኢኻ ትገብር ዘለኻ ንዓይ ዓወት ናይ ግድን ኢልካ ምስ ትቕይሮ ግን ሓንጎልካ ዓወት ከም ዝቕበል ዓወት ከም ዝስሕብ ኢኻ ትመልኦ ኣነ እኹል ኣይኮንኩን እንተ ኢልካ ግን ዓጊቱ ዝሕዘካ ናይ ሓንጎልካ ቤት ማእሰርቲ ኢኻ ትሃንጽ ዘለኻ ኣነ ቀጻሊ ይዓብን ይምዕብልን ኣለኹ ብዝብል ተካእዮ። ብኸምዚ ኣገባብ ንገዛእ ርእስኻ ክትምዕብል፣ ክትገብር፣ ክትምሃር ዕድል ክትህብ ኢኻ። ሓሳባትካ ኣዝዮም ሓያላት ስለ ዝኾኑ ሲግናላት እዮም። ኩሉ ትሓስቦ ሓሳባት ንኣእምሮኻ ሓደ መምርሒ እዩ። እንታይ ክፈጥር ከም ዘለዎ ይነግሮ። ብነፍሰ ጥርጥር እንተመሊእካዮ መሰናኽላት ኢኻ ትስሕብ። ሓንጎልካ ብውሕስነትን እምነትን እንተ መሊእካዮ ግን ዕድላት ክትስሕብ ኢኻ። ብዛዕባ እቶም ኣዝዮም ዕዉታት ዝኾኑ ሰባት ናይዛ ዓለም ሕሰብ። ኣብ ገዛእ ርእሶም ብምጥርጣር ኣብኡ በጺሖም ኢልካ ዶ ትሓስብ? ኖእ ቅድሚ ዓለም ምእማና ኣቐዲሞም እዮም ኣብ ራእይኦም ኣሚኖም። ብርእሰ ተኣማንነት ገይሮም ወላ ናብ ዓወት ናይ ዓወት መረጋገጺ ኣብ ዘይነበረሉ እዋን። ንስኻ ከምኡ ኢኻ ክትገብር ዘለካ። ሕጂ ከም ዕዉት ከም ትሓስብ ወስን። ጥርጥር ብውሕስነት ናይ ኣተሓስባ ተካዮ፣ ፍርሒ ብእምነት። ምትስፋው ጥራይ ገዲፍካ ምፍላጥ ጀምር። ንገዛእ ርእስኻ ከምዚ በላ፣ ዓወት ንዓይ ናይ ግድን እዩ፣ ክሳብ ናትካ ክፋል ዝኸውን ደጋግሞ። ክሳብ ኩሉ ትገብሮ ተግባራት ነዚ እምነት እዚ ዘንጸባርቕ፣ ክሳብ ኩሉ ምንቅስቓሳትካ ምስቲ ትኾኖ ዘለኻ ዓይነት ሰብ ዝሰማማዕ። እቲ ትደልዮ ዘይኮንካስ እቲ ትኣምኖ ኢኻ ትረክብ፣ ስለዚ ኣብ ናትካ ዓወት እመን። ኣብ ክእለታትካ እመን። ህይወት እዚ እምነት እዚ ናባኻ ሪፍሌክት ክትገብሮ ክትዕዘብ ኢኻ። ንዓወት ከም ዝበጻሕካዮ ጌርካ ቅረጾ። ቪዥዋላይዜሽን ናይ ቀትሪ ሕልሚ ጥራይ ዘይኮነስ ሓደ ስትራተጂ እዩ። ዕውታት ስፖርታውያን፣ መራሕቲ፣ ወነንቲ ዓበይቲ ትካላት እዚ ቴክኒክ እዚ ይጥቀሙ። ዓወቶም ቅድሚ ኣብ ናይ ብሓቂ ህይወት ምግጣሙ ኣብ ሓንጎሎም ይርእይዎ። ይትምነይዎ ጥራይ ዘይኮነስ ሓንጎሎም ክሳብ ዝቕበሎ ኣብ ኣእምሮኦም ደጋጊሞም ይምከርዎ። ስለዚ ኩሉ ግዜ ንግሆ ኣዒንትኻ ዓሚትካ ሕልምታትካ ርኣዮም። ኣብኡ ከም ዘለኻ ይሰማዓካ። ዕላማኻ ሓደ ናይ ባዕልኻ ቢዝነስ ምውናን እንተድኣ ኮይኑ ንኣብነት ውዑላት እንዳፈረምካ ምስ ዓማዊል እንዳተራኸብካ ገንዘብ ናብ ኢድካ እንዳፈሰሰ ርኣዮ። ኣብ ሓንጎልካ ሓቂ ግበሮ። ተርእዮኻ ኣበርቲዕኻ ህያው ህያው ምስ ዝኸውን ኣብ ልዕሊ ኣእምሮኻ ዘለዎ ጽልዋ ሓያል እዩ ዝኸውን። እዚ ስለምንታይ እዩ ዝሰርሕ? ምኽንያቱ ሓንጎልካ ኣብ ኣብ ናይ ብሓቂ ክውንነትን ኢማጂነሽንን ዝኾነ ተሞክሮ ክፈላሊ ስለ ዘይክእል እዩ። ክውንነታዊ ጌርካ ዓወት ምስ ትቐርጾ ሓንጎልካ ምስ እዚ ክውንነት ኣብ ሓደ መስመር ክመጽእ እዩ ዝጅምር። ናትካ ኣእምሮ ኣብ ግብሪ ክውዕለሉ ዝኽእል መንገዲ ይፈጥር። ዕድላት ክትርኢ ትጅምር፣ ርእሰ ተኣማንነት ተማዕብል፣ ራኢኻ ናብ ክውንነት ከምጽኡ ዝኽእሉ ተግባራት ክትገብር ትጅምር። ኣትሌታት ናብ ሓደ ኣዝዩ ዓቢ ዝኾነ ውድድር ብኸመይ ከም ዝዳለዉ ሕሰብ። ብኣካላዊ ኣገባብ ጥራይ ኣይኮነን ኣይኮኑን ዝለማመዱ፣ ብኣእምሮኣዊ መዳይ እውን ይዳለዉ እዮም። ንገዛእ ርእሶም ነጥቢ ከመዝግቡ፣ ክዕወቱ፣ ክዕብልሉ ይርእዩዋ። ሰዓቱ ምስ ኣኸለ ሓንጎሎም ነቲ ኩነታት ኣቐዲሙ ተለማሚድዎ ስለ ዝጸንሕ ኣካላቶም ብዘይ ብዙሕ ጻዕሪ እዩ ዝስዕቦም። እዚ ሓይሊ ናይ ኣቐዲምካ ኣብ ሓንጎልካ ምቕራጽ እዩ። እቲ ኣገዳሲ ነገር ግን ምቕራጽ ጥራይ በይኑ ኣኻሊ ኣይኮነን፣ ምስ ተግባር ክድመር ኣለዎ። ኮፍ ኢልካ ጥራይ ዓወት ክትቀርጽ የብልካን፣ ናብኡ ገጽካ ክትስጉም ኣለካ። ንምቕራጽ ከም ነዳዲ ተጠቀመሉ፣ ከም ስእላዊ ማሕተም ኣብ ሓንጎልካ። ንገዛእ ርእስኻ ክትዕወት ክትርእያ እንከለኻ ከምዚ ብምባል ሕተት፣ ነዚ ራኢ ኣብ ግብሪ ንምፍጻም ኣየኖት ስጉምታት ክወስድ ኣለኒ? ድሒርካ እዞም ስጉምታት ውሰዶም። እንተ ዘይክኢልካ ብኣዝዮም ንኣሽቱ ስጉምታት ጀምር። ግን ጀምር። ኩሉ ትወስዶ ስጉምታት ራኢኻ እዩ ዝሕይል። ሓደ መዓልቲ እቲ ኣብ ርእስኻ ዝተቐርጸ ስእሊ ሪያሊቲ ክኸውን እዩ። ስለዚ ካብ ሎሚ ኣትሒዝካ ቀረጻ ናይ ሓንጎል ከም ፋንታዚ ዘይኮነስ ከም መሳርሒ ተጠቀመሉ። ንሓንጎልካ ዓወት ብንጹር ከም ዝርኢ ኣለማምዶ። ብጀካ ዓወት ካልእ ኣማራጺ ከም ዘይብሉ ግበሮ። ምኽንያቱ ሓንጎል ሓደ ግዜ እንተ ኣሚኑ፣ ህይወትካ ነዚ ናይ ብሓቂ ከንጸባርቖ እዩ ዝጅምር። ኣርባዕተ፣ ኣወንታዊ ሓይልን ምስጋናን። ሕጊ ስሕበት ነቲ ንስኻ ተውጽኦ ሓይሊ እዩ ዝምልስ። ደጋጊምካ ተበሳጪኻ ተማርር፣ ኣብቲ ዝጎደለ ተተኩር እንተ ኾንካ፣ ኣብዚሕኻ ከምኡ ዓይነት ኣጋጣሚታት ክትስሕብ ኢኻ። ሓሳባትካን ስምዒትካን ሓደ ሲግናል እዮም ዘቑሙ። እዚ ሲግናል ድማ እዩ ኣብ ህይወት እንታይ ከም ትቕበል ዝውስን። ምስጋና ሓይልኻ ከም ዝቕየር እዩ ዝገብር። ንኣድማስ ነቲ ዘለካ ዋጋ ከም ትህባ እዩ ዝነግር። ከም ውጽኢቱ ኣብዚሕካ ትቕበል። ኣብ ክንዲ እቲ ሕማቕ ዝኸይድ ዘሎ ኣብቲ ጽቡቕ ዝኸይድ ዘሎ እንተ ኣቋሚትካ ጠመተኻ እዩ ዝልወጥ። ኣብ ክንዲ ዕንቅፋት ዕድላት ክትርኢ ትጅምር። ብዝሒ ኣብ ክንዲ ዋሕዲ እዚ መንፈሳዊ ጎኒ ጥራይ ኣይኮነን፣ ብሳይንስ እውን ዝተረጋገጸ እዩ። መጽናዕትታት ከም ዝሕብርዎ ምስጋና ምልምማድ ሓንጎልካ ብኻልእ መንገዲ ክሓስብ ከም ዝጅምር እዮም ዝገልጹ። ተስፋ ይህበካ፣ ስትረስ የጉድል፣ ብሓፈሻ ህላወነትካ የማዕብል። እቶም መዓልታዊ ምስጋና ዘዘውትሩ ሰባት ሕጉሳት፣ ጥዑያት፣ ዕዉታት ከም ዝኾኑ እዩ ዝንገር። ስለምንታይ? ምኽንያቱ ሓንጎሎም ነቲ ኣዎንታ ነገር ክርኢ ስለ ዝለማመድ፣ ጽቡቓት ነገራት ክጽበ፣ ክስሕቦም ይለማመድ። ምስጋና ምልምማድ ጀምር። መዓልታዊ ተመስግነሎም ነገራት ጸሓፍ። ገለ ዓቢ ነገር ክኸውን የብሉን፣ ገለ ሓቂ ዝኾነ ጥራይ። ካብ ካልኦት ዝተቐበልካዮ ምስጋና፣ ዝተመሃርካዮ ሓድሽ ነገር፣ እኹል ዝስተን ዝብላዕን ስለ ዝረኸብካ። ወላ ኣብ ከበድቲ ግዜያት ገለ ተመስግነሉ ነገር ርኸብ። ኣብዚሕካ ኣብ ተመስግነሉ ኣብዚሕካ ክትስሕብ ኢኻ። ምስጋና ማለት ጸገማትካ ትነጽጎም ማለት ኣይኮነን። እንታይ ደኣ፣ ኣተኩሮኻ ካብ ዝጎደለ ናብ ዘሎ ኢኻ ትቕይሮ። ዕውታት ሰባት ነዚ ዝርድኡ እዮም። ኣብ ውጥቀታት ኣይጥሕሉን እዮም። ካብኣቶም ሓደሽቲ ምህሮታት ይረኽቡ። ብዛዕባ ዘይብሎም ኣየማርሩን፣ ንዘለዎም የበርኹ። ሓሙሽተ ኣሉታውያን ጽልዋታት እለ። ብኣሉታ ተኸቢብካ እንተ ኣለኻ፣ ዓወት ክትበጽሕ ኣዝዩ ከቢድ እዩ። ብኣሉታውያን ሰባት፣ ኣሉታዊ ኣከባቢ፣ ኣሉታዊ ልምዲ። ኣተሓሳስባኻ በቲ መዓልታዊ ንገዛእ ርእስኻ ትኸባ ነገራት እዩ ዝኸውን። እዚ ኣከባቢ መዓልታዊ ብጥርጥር፣ ፍርሕን ምድራትን ዝተሓጽረ እንተደኣ ኮይኑ፣ ዓወት ኩሉ ግዜ ካብ ቅድሚ ዓይንኻ ክርሕቕ እዩ። ከባቢኻ መርምሮ። ግዜኻ ምስ በዓል መን ኢኻ ተሕልፍ? የዕብዩኻ ድዮም የውድቑኻ ዘለዉ? ንድሕሪት ወላ ንቕድሚት ትጓዓዝ ኣለኻ? ኣብ ህይወትካ ዘለዉ ሰባት ናትካ ሓሳባት፣ ስምዒታት፣ ብኡ ኣቢሎም ድማ ናትካ ተግባራት ይጸልዉ። ደጋጊምካ ኣብ ጎኒ እዞም ዘማርሩ፣ ዘመኽንዩ፣ ዝጠራጠሩ ተደኣ ኣለኻ፣ እዚ ሓይሊ እዚ ናባኻ ክሰጋገር እዩ። ሕጂ ኣዕሚቕካ ሕሰብ። ንሓንጎልካ መዓልታዊ እንታይ ኢኻ ትቕልቦ ዘለኻ? ዜናታት፣ መራኸቢ ብዙሓን፣ ንምዝንጋዕ ዝግበሩ ነገራት። እዚኦም ዕቤትካ ድዮም ዝቕልቡ ዘለዉ ወላስ ፍርሕን ሻቕሎትን ይዘርኡልካ? ሓንጎልካ ብፍልጠት፣ ናይ ዓወት ስትራተጂታት ዲኻ ትመልኦ ዘለኻ ወላስ ብቐልብኻ ዝሰርቁ ነገራትን ኣሉታውነትን? ኢነርጂ ናትካ ክትከላኸለሉ ኣለካ። ዓወት ንጹርነት፣ ኣተኩሮ፣ ሓያል ዝኾነ ኣተሓሳስባ ይደሊ'ዩ። እዚ ማለት ንገዛ ርእስኻ በቶም ክትዕወት ዝሕጉዙኻ ሰባትን ሓበሬታን ምኽባብ እዩ። ኣሰልጠንቲ፣ መጽሓፍቲ፣ ዝምስጠካ ከባብን ክትረክብ ቁሊሕ በል። እቲ ክትበጽሖ ትደሊ ዝበጽሑ ሰባት ሰዓብ። ዘበርሁኻን ዝብድሁኻን ዝርርባት ኣልዕል። ስነ ምግባር ተስፋ ንቡር ዝኾነሉ ኣከባቢ ሃለኻ እዚ ካብ ሰባት ምርሓቕ ማለት ኣይኮነን እዚ ደረታት ምቕማጥ እዩ ኩሎም ኣጋጣሚታት ክትቆጻጸሮም ኣይትኽእልን ኢኻ ኣብ ሓንጎልካን ህይወትካን እንታይ ይኣቱ ግን ክትቆጻጸሮ ትኽእል ኢኻ ሓደ ዝምድና ደጋጊሙ የውድቐካ እንተ ሃልዩ ደረት ግበረሉ ገለ ትሕዝቶ ይድርተካ እንተ ሃልዩ ካብ መዓልታዊ ልምድታትካ እለዮ ከባቢኻ ንዕቤትካ ተራ እንተዘይብሉ ሓድሽ ከባቢ ርኸብ። ሽዱሽተ፣ ዘይስበር ኩን፣ እመን። ነብሰ ጥርጥር ሓደ ካብቶም ዝዓበዩ ቀተልቲ ሕልምታት እዩ። እዚ ትግሃት ዝቐብርን ርእሰ ተኣማንነት ዝስምምን ሓደገኛ ዝኾነ ቀታሊ እዩ። ንስኻ ንባዕልኻ ኣብ ገዛ ርእስኻ እንተዘይኣመንካ ስለምንታይ ኣድማስ ክኣምን? ዓለም መስትያት እያ። እቲ ተውጽኦ ሓይሊ ሪፍሌክት ትገብር። ጥርጥር ሓሳባትካ ምስ ዝዕብልል ኣብ ናይ ብሓቂ ህይወትካ እዩ ዝጭበጥ። መሰናኽላት ይፍጠር፣ ንድሕሪት ዝጎተካ ፍርሒ ይህነጽ። ናብቶም ኩሎም ናይ ታሪኽ ዕዉታት ሰባት ገጽካ ቁሊሕ በል። እንታይ ዘመሳስል ነገር ኣሎዎም? ሓደ ዘይንቕነቕ እምነት ኣብ ልዕሊ ራእዮም። ካብ ካልኦት ዝፈልዮም ሓደ ፍሉይ ዝኾነ ዝተዋህቦም ሓይሊ ወይ ክእለት ዘይኮነስ ንውድቀት ከም ኣማራጺ ስለ ዘይቅበሉ እዩ። ውድቀት የጋጥም፣ ተቓውሞ፣ ነቐፌታታት ነዚ እኳ ይጽመምዎ። ዘለዎም እምነት ካብ ፍርሒ ስለ ዝዓቢ። ነብሰ ጥርጥር ሓደ ኣብ ርእሲ ጥራይ ዝተሰርሐ ዛንታ ኮይኑ ኣሲሩ ዝሕዝ ከም ዝኾነ ዝርድኡ እዮም። ራእይ ናይ ከም በዓል ቶማስ ኤዲሰን ተዓዘብ። ኣሽሓት ግዜ ዝወደቑ ቅድሚ ብርሃን ምምሃዞም ኣቋሪጾም እንተ ዝኾኑ ሕሰቦ። ሕልሞም ብፍጹም ናብ ጋህዲ ኣይምተቐየረን ነይሩ። ዓወት ናብቶም ዘይወድቁ ዘይኮነ ዝመጽእ እንታይ ደኣ ናብቶም ውድቀት መግለጺኦም ክኸውን ዘይፈቕዱ እዩ።